ህይወትና ክንልውጠሉ እንኽእል ሜላ። ህይወትኩም ንሓንሳብን ንመወዳእታን ግዜ ክትልውጡ ድልየት ሃልይኩም፣ ናይ ብሓቂ ሕጂ ዘለኹሞ ህይወት ክቕየር ኣለዎ ዝብል እምነት ሒዝኩም፣ እዚ ህይወት'ዚ ይእኸለኒ፣ ካብዚ ንላዕሊ ካልእ ህይወት እዩ ዝግበኣኒ ኢልኩም ትኣምኑ እንድሕር ደኣ ኾንኩም፣ እዚ ሕጂ ዝነግረኩም ብጽሞና ክትከታተሉ ይግባእ። ኩሉ ነገራትኩም ንግዚኡ ኣወንዚፍኩም ነዚ ዝነግረኩም ነገር ከም ቁምነገር ብምሓዝ ከተተግብርዎ ምስ እትጅምሩ፣ ህይወትኩም ብሓደ ግዜ ክቕየር ክትዕዘብዎ ኢኹም። እዚ ቃለይ እዩ ስለዚ እምበኣር ሕጂ ካብ ኢንቴንሽን ዝብል ቃል ንጀምር። ኢንቴንሽን ማለት ንዓይ ሓደ እትደልይዎ ነገር ብንጹር ምፍላጥ ማለት እዩ። ከምዚ ኢለ ክገልጸልኩም ግን ቀሊል ነገር መሲሉ ክስመዓኩም ይኽእል ይኸውን። ኮይኑ ግን እቲ እትደልይዎ ነገር ብንጹር ጌርኩም ከተቐምጥዎ ብትፍትንሉ እቲ ነገራት ኣብ ምምዛን ዝዓይይ ክፋል ኣእምሮኹም ክሳብ ሕጂ ተጨናኒቑ ኣብ ቁጽጽርና ጭንቀት ሄርሞን ስለ ዝርከብ ንእትደልይዎ ነገር ብግልጺ ጌርኩም ኣብ እትርእዩሉ ግዜ ኣእምሮኹም ከመዛዝን ይጅምር። እዚ ነገር'ዚ ዝደልዮ ብኸምዚ ዓይነት መንገዲ እንድሕር ኮይኑለይ ጥራይ'ዩ። እዚ ረኺበ ኩስቶ ክትቅየመለይ እንተ ክኢላ ግን ደስ ኣይብለንን። እዚ ድማ ብኸምዚ መንገዲ'የ ዝደልዮ። እናበልኩም ኣእምሮኹም ብዙሕ መንገድታት ክምልከት ይጅምር። እዚ ድማ ኢንቴንሽን ኣይኮነን። እዚ ኣብ ድንግርግር ምእታው ከምኡ እውን ኩሉ ነገር ባዕለይ ክቆፃፀሮ ብዝብል ስምዒት ምእታው ማለት እዩ። ከምዚ ድማ ኣብ ናይ ፈጠራ መስርሕ ኣየስርሕን። ኣብዚ ምድሪ እዚ እትደልይዎ ዝኾነ ነገር ምርካብ ትደልዩ እንድሕር ደኣ ኮንኩም በዚ ሕጂ ዝተገልፀ መንገዲ በፍፅም ክትከዱ የብልኩምን። ስለዚ ሕጂ ሓደ ነገር ትደልይዎ ኣሎ ንበል፣ ንኣብነት ምድሓን ማለት ካብ ሕማም ምፍዋስ፣ ስራሕ ዘይብልኩም ድማ ስራሕ ትደልዩ ትኾኑ፣ ስራሕ ዘለኩም ድማ ዝበለጸ ስራሕ ትምነዩ ትኾኑ፣ ናይ ፍቕሪ ህይወትኩም ዘሐጉስ ነገር ዘይረኸብኩምሉ ድማ ሓድሽ ፍቕራዊ ህይወት ንምጅማር ትሓስቡ ትኾኑ። ወይ ውን እቲ ልክዕ ፍቕሪ ንምርካብ ትፍትኑ ትኾኑ። ስለዚ ከምዚ ዓይነት ነገራት ትደልዩ ትኾኑ ንበል። ነዚ ነገራት እዚ ንምርካብ ብትኽክለኛ መንገዲ ምስ እትጓዓዙ ነገራት ከመይ ይኸዱ ምስ እትብሉ ኢንቴንሽን ማለት ንእትደልዮ ነገር ብግልፂ ምፍላጥ ኢልና ኣለና። ስለዚ ካብዚ ብምብጋስ እንተዝኸውን ዝብል ሕቶ ክትሓቱ ደልየኩም ኣለኹ። ሓሚምኩም ኣብ ዓራት ደቂስኩም እንድሕር ድኣ ኣለኹም ተፈዊሰ እንተዝኸውን ነገራት ከመይ ምመሰሉ ነይሮም? ምስ ብዘይ ስራሕ ኮፍ ዝበልኩም ሰባት ስራሕ እንተዝሕዝ ነገራት ከመይ ምኾኑ ነይሮም? ዝብል ክትሓስቡ ኣለኩም። ስራሕ ሒዝኩም ዝበለጸ ስራሕ፣ ዝሓሸ ደሞዝ፣ ትደልዩ ሰባት እንተኾንኩም ድማ ብኸምዚ ዓይነት መንገዲ ክትሓስቡ ኣለኩም። ትኽክለኛ ፍቕሪ ትደልዩ ድማ እቲ ዝምነዮ ትኽክለኛ ፍቕሪ ምስ ረክብ ህይወተይ ከመይ ክመስል ይኽእል እናበልኩም ክትሓቱ ኣለኩም። ነገራት ከምዚ ምስ ዝኾኑለይስ ኢልኩም ድሕሪ ምሕታትኩም ኣብ ኣእምሮኹም እንታይ ይፍጠር ኢልኩም እንድሕር ደኣ ሓቲትኩም ፍሮንታል ሎብ ዝበሃል ናይ ኣእምሮና ክፍሊ ማለት ካብ ኣእምሮና ኣርብዓ ፐርሰንት ዝኸውን ቦታ ዝወስድ ናይ ፈጠራውነት ዘመሓድር ምስ ኩሉ ዓይነት ናይ ኣእምሮና ጨንፈራት ርክብ ዘለዎ ክፋል ከምዚ ዓይነት ክፉት ዝኾነ ሕቶታት ክትሓቱ ምስ እትጅምሩ እዚ ዝጠቐስናዮ ናይ ኣእምሮ ክፋል ቀልጢፉ ክንቀሳቐስ ይጅምር፣ ምኽንያቱ ናቱ ሞያ እዩ። ንሱ ክገብሮ ዝኽእል ነገር ኢኹም ትሓትዎ ዘለኹም። እዚ ነገርዚ ከመይ ይመስል ኢልኩም ምሕታት ኣብ እትጅምሩሉ፣ እስከ እንታይ ክገብር ይኽእል እናበለ ክሓስብን ከሰላስልን ይጅምር። ኣብ ውሽጢ ኣእምሮኹም ዘለዉ ኒውሮናት እናጸውዐ ካብኣቶም ሓበረታታት ክወስድ ይጅምር። እዞም ሓበሬታታት እዚኣቶም ክሳብ ሕጂ ዝተማሃርኩሞ፣ ዝፈለጥኩሞ እኽብካባት እዮም። ዝተማሃርኩሞ እንተዘይኮነ ድማ ዝተመኮርኩሞ ይኸውን። ንኣብነት ኣብ ፍቕሪ ምውዳቕ እንታይ ዓይነት ስምዒት ከም ዘለዎ ኣነ ርእየዮ እየ ዝብል ሰብ እዚ ነገርዚ ተማሂርዎ ዘይኮነስ ተመኪርዎ እዩ። ስለዚ ድማ እዚ ናታትኩም ፍሮንታል ሎብ፣ ፈጠራውነት ዘመሓድር፣ እዞም ኩሎም ሓበሬታታት ክሳብ ሕጂ ዝፈጠርኩሞም፣ ዝተሰማዓኩምን ዝረኣኹሞምን ይወስድ እሞ ፍጹም ብዝኾነ መልክዑ ነብሲ ወከፍ ነገር ኣብ ሓደ፣ እናጣመረ ይመጽእ። ኩሉ ነገር ብሓደ ኣብ ዝኾነሉ ድማ ዝኾነ ሓሳብ ይፍጠር፣ ሓድሽ ሓሳብ ድማ ትረኽቡ። እቲ ራእይ ንሱ ድማ ኣብ ኣእምሮኹም ንጹር ዝኾነ ስእሊ የምጽኣልኩም። እዚ ንጹር ስእሊ እዚ ድማ ኢንተንሽን ይበሃል። ኣብዚ እሞ እዚ ምስሊ እዚ ዝበለጸ ግልጺ እናገበሮ ዝኸይድ እንታይ እዩ? ኢልኩም እንተሓቲትኩም፣ ንስኻትኩም ትደልይዎ ነገር ብልክዕ ምፍላጥኩም እዩ። ንኣብነት ስራሕ ኣለኩም። ዝበለጸ ስራሕ ምርካብ ግን ትደልዩ። ኣብ ዝበለጸ ስራሕ ክንደይ ደሞዝ ክኽፈለኩም፣ መጠን ናይቲ ገንዘብ ትፈልጥዎ ዶ? ምስ ከመይ ዓይነት ሰባት ኢኹም ክክሰርሑ ትደልዩ? ኣበይ ከባቢ ኢኹም ስራሕኩም ክኸውን ትደልዩ? እዚ ኩሉ ዝርዝራት ኣጽሪኹም ብዝፈለጥኩሞ መጠን ምስሉ ብዝበለጸ ንጹር ወይ እውን ግልጺ እናኾነልኩም እመጽእ። ስለዚ እዚ ምስሊ እዚ ምናልባት ንዓኻትኩም ሓደ ተራ ምስሊ ጥራይ መሲሉ ይረኣየኩም ይኸውን። ምናልባት እውን ስራሕ ወይ ውን ጽቡቕ ስራሕ ዝብል ምስሊ ጥራይ ይኸውን። ወይ ድማ ንገዛእ ነብስኹም ኣብ ኣዝዩ ደስ ዝብል ኦፊስ ኮፍ ኢልኩም ትምልከቱ ትኾኑ። በቲ ኮይኑ በቲ ግን እዚ ኩሉ ሃዋህው ነቲ ነገራት ዝውክል እዩ። ክሳብ ሕጂ ዘቐመጥኩሞ መስፈርቲ ማለት እዩ። ስለዚ ኢንተንሽን ሓደ ግልጺ ዝኾነ ስእሊ እዩ። ከም ሲምቦል ወይ ውን ምልክት ጌርኩም ሕሰብዎ። ንኣብነት ሆቴል ምህናጽ ዝሓስብ ሓደ ሰብ ነቲ ሆቴል ኣብ ውሽጢ እምሮ ብምስሊ መልክዕ ክቐርጾ ይኽእል። ስለዚ ኢንተንሽን ይበሃል። ምስሉ ክምልከቶ ድሕሪ ምኽኣሉ ግን ነብሱ ኣብቲ ውሽጢ ሆቴል ኣትያ ክትንቀሳቐስ ይምልከት። እዚ ማለት ድማ ሕልሚ ኮይኑ ማለት እዩ። ኣብ ሕልሚ ምንባር ጀሚሩ ማለት ምዃኑ እዩ። ኣብ ውሽጢ ክንቀሳቐስ ክኢሉ። ክትቆጻጸርዎ ትኽእሉ ሕልሚ ድማ ይኸውን። ብዙሕ ግዜ። ናይ ቀትሪ ሕልሚ ተባሂሉ ይጽዋዕ። Imagination ወይ እውን ኣእምሮኣዊ ስእሊ ኢልኩም ክትሕዝዎ ትኽእሉ። እቲ ስእሊ ዝነበረ ናብ ቪድዮ ምስ ዝቕየር ወይ ናብ ተንቀሳቓሲ ምስሊ ምስ ዝቕየር ንስኻትኩም እውን በቲ ከምዚ ዓይነት ናታትኩም ሕልሚ ምስ እትንቀሳቐሱ፣ ትፈትውዎ ነገር ጥራይ ክትገብሩ ነብስኹም ምስ እትምልከቱ፣ ሕጂ ናይ ፈጠራ ዝኾነ ቦታ በጺሕኩም ማለት እዩ። ናይ ፈጠራ ንጥፈታት ዝስርሓሉ ቦታ። ስለዚ። ብስነስርዓት ነቲ ነገራት ንሱ እናተኸተልኩም ትነብሩ ከም ዘለኹም ጌርኩም ምስ እትነብሩን ክትገብርዎም እትደልዩ ነገራት እናገበርኩም ምስ ትሓልፉን ናይ መጻኢ ህይወትኩም እናነበርኩም ኢኹም። ኣእምሮኹም ግን ነዚ ኣይፈልጦን። ሕጂ ዝፍጠር ዘሎ ነገራት ኮይኑ እዩ ዝስምዖ። ኩሉ ግዜ ኣእምሮና ኣብዚ ምድሪ እዚ እንገብሮ ወይ እውን ኣብዚ ምድሪ እዚ ናይ ብሓቂ ዝኽሰቱ ነገራትን ኣብ ኣእምሮና ውሽጢ እንፈጥሮም ነገራትን ፈላልዩ ክፈልጥ ኣይኽእልን። ስለዚ ንስኻትኩም ብዝበለፀ ብናይ ውሽጢ ሕልናኹም ምስሊ እትደልይዎ ዓይነት ህይወት ብዝነበርኩም ቁፅሪ ኣእምሮኹም እቲ ህይወት ናትኩም ህይወት ምዃኑ እናኣመነ ይመፅእ። ስለዚ ኣእምሮኹም ከም መዘኻኸሪ ዓይነት ማሽን ገይርኩም ክሳብ ሕጂ ተጠቒምኩምሉ ማለት እዩ። ካብ ሕጂ ንደሓር ግን ናብ ናይ መፃኢ ህይወትኩም ዝወስደኩም ካርታ ኮይኑ የገልግለኩም። ሕጂ መብዛሕቲኡ ሰብ ደው ዝብሎ ኣብዚ ደረጃ እዚ እዩ። ካብዚ ዝሓሸ ካልእ ሓደ ደረጃ ግን ኣሎ። Intention ወይ ድማ ትደልይዎ ነገር ብግልጺ ፈሊጥኩም ኣብቲ ነገርስ ንሱ ምንቅስቃስኩም ናብ ሂወት ዘምጽኦ ነገር፣ Emotion ወይ ድማ ስምዒት ይበሃል። ሕጂኸ ንምንታይ ስምዒት ኣድለየ ዝብል ሕቶ እንድሕር ደኣ መጺኡልኩም፣ ልክዕ ከምቲ ኣእምሮኹም ባዕልኹም ኣብ ውሽጢ ኣእምሮ ዝፈጠርኩሞን ኣብዚ ምድሪ'ዚ ብሓቂ ዝተፈጥረን ፈልዩ ዘይፈልጦ ሰብነትኩም'ውን ኣብዚ ምድሪ'ዚ ተፈጢሩ ዘጋጠመ ስምዒትን ካብ ገዛእ ውሽጢ ኣእምሮኹም ተላዒሉ ዝተሰርሐ ስምዒትን ፈላልዩ ክፈልጥ ኣይክእልን። ስለዚ ንስኻትኩም ብናይ ውሽጢ ሕልና ሓሳባትኩም ነቲ ትምነይዎ ህይወት ምስ እትነብሩ፣ ኣብቲ ህይወት ንሱ፣ ኢሞሽን፣ ወይ ድማ ስምዒት እናፈጠርኩም ምስ እትመጹ፣ ሰብነትኩም ኣብ ሕጂ ኮይኑ ናይ መጻኢ ህይወትኩም ይነብር ኣሎ ማለት እዩ። እዚ ማለት ብኣጠቓላሊ ሰብነትኩም ነቲ ግዜ እቲ ድሉው እናኾነ ይመጽእ። ስለዚ እቲ ዋና ስራሕ ዝመጽእ ኣብዚ እዩ። እዚ ማለት ከመይ ማለት እዩ እንተድኣ ኢልኩም፣ ቅድም ብዘልዓልናዮ ምሳሌታት፣ ሓሚምኩም ኣብ ዓራት ደቂስኩም ከም ዝደሓነ ሰብ ኣእምሮኹም ትሕልኑ እንድሕር ድኣ ኾንኩም፣ መቸም ከም ዝደሓነ ሰብ ንምሕሳብ ግድን ምድሓን ኣለኩም ማለት ኣይኮነን። ሕጂ ወላ እንተዘይደሓንኩም ግድን ከም ዝደሓነ ሰብ ምዃን ኣለኩም። ስራሕ ዘይብልኩም እንተኾንኩም እውን ስራሕ ከም ዝረኸብኩምን ስራሕ ከም ዝሰርሕ ዘሎ ሰብ ጌርኩም እውን ክትሓስቡ ኣለኩም። ኣብ ፍቕሪ ዓለም ወላ እንተዘይሃለኹም ኣብ ፍቕሪ ከም ዘለኹምን ትኽክለኛ ፍቕሪ ከም ዝረኸብኩምን ጌርኩም ምሕሳብ ኣለኩም። ትደልይዎ ነገራት ኣብዚ ምድሪ እዚ እናፈጠረልኩም ዝኸይድ መጀመርያ ኮይንኩም ክትርከቡ ምስ እትኽእሉ እዩ። ስለዚ ብሕማም ምኽንያት ኣብ ዓራት ደቂስኩም ምስ እትህልዉ ጠቕሊሉ ምሉእነት ምስ ዝስምዓኩም ጥራይ እዩ ድሕነት ዝመጻኩም። ከም ዝተፈቐርኩም ወይ ከም ዝተፈተኹም ንምሕሳብ ሰብ ካብ እትጽበዩ መጀመርያ ከም ዝተፈቐርኩም ዓይነት ሰባት ኮንኩም ትነብሩ ሰባት ምዃን ኣለኩም። ካብኡ ንደሓር እዩ ትኽክለኛ ዝኾነ ሰብ ናብ ህይወትኩም ክመጽእ ዝጅምር። ክሳብ ሕጂ ዝለመድናዮ ግን ከምዚ ኣይኮነን ድሕሪ ምምርዓወይ ሕጉስ ክኸውን እየ ገንዘብ ምስ ረኸብኩ ሂወት ክቐለለይ እዩ ምስ ተፈወስኩ ክንቀሳቐስ ክጅምር እየ ከምዚኦም ዓይነት እዮም ናትና ሓሳባት ትኽክለኛ መንገዲ ግን ኣቐዲምኩም እቲ ትደልይዎ ሓሳብ ምሓዝ ኣለኩም ድሕሪኡ እቲ ትደልይዎ ነገር ይመጽእ እዩ ኣብ ሂወትኩም ካብ ውሽጥኹም ወጻኢ ዘሎ ነገር ንውሽጣዊ ነገራትኩም ክልውጠልኩም ኣይትጸበዩ ውሽጥኹም ምስ ትልውጡ እዩ ደጋዊ ነገራትኩም ዝልውጦ ስለዚ ኢንተንሽንን ኢሞሽንን በዚ ዝገለጽናዮ ዓይነት እንታይ ክመስል ይኽእል ሓንቲ ጓል ትፈትዎ ዓይነት ወዲ እናሓሰበት እያ እቲ ሰብ እንታይ ዓይነት ሰብ ክኸውን ይኽእል እንታይ ዓይነት ባህሪ ይህልዎ ኩሎም ከምዚኦም ዓይነት ነገራት ትሓስብ እዞም ኩሎም ነገራት ኢንተንሽን ን ኮንዲሽን ይበሃሉ። Intention ዕላማ ናይ ትደልዮ ነገር እዩ ኣነጽር ኣቢላ ፈሊጣቶ። Condition ድማ እቲ ሰብ ከማልኦ እትደልዮም ነገራት እዮም። እዚኦም ጥራይ ግን እኹላት ኣይኮኑን። ኣብዚ መን ይውሰኽ ኢልና ኔርና። Emotion ዝተፈትወት፣ ዝተፈቕረት ከም ዝኾነት ጌና እቲ ሰብ ከይመጸ ክስምዓ ይግባእ። እንተዘይኮይኑ ግን እዚ ኩሉ ነገራት ክፍጠር ኣይክእልን። ንኣብነት እዛ ጓል ምሳይ ኣብ ናይ ፍቕሪ ርክብ ኣትያ ኣላ ንበል። ንሳ ንገዛእ ርእሳ ከም ዝተፈቕረት ዘይኣመነት ምስ እትኸውን፣ ንዓይ ከተምጽኣለይ እትኽእል ዝኾነ ፍቕሪ የለን ማለት እዩ። ስለዚ ኣውቶማቲክሊ ነዛ ጓል እዚኣ ኣነ ኣየፍቅራን ወይ እውን ኣይደልያን ክብል ይጅምር። ምኽንያቱ ውሽጣ ባዶ ምዃኑ ውሽጠይ እናተረድኦ ይመጽእ። ዝኾነ እኮ ዝፈልጦ ነገር የብለይን። እንታይ እናተፈጥረ እዩ ዝኸይድ ዘሎ? ልቢ ዘይበልክዎ ክኸውን ይኽእል እዩ ነገር ግን ከፍቅር ኣይክእልን ንርእሳ ከም ዝተፈተወት ከም ዝተፈቅረት ጌራ ትምልከት ጓል እንተኾይና ግን ንዓይ እውን ናይ ብሓቂ ናብኣ ዝወስደኒ ነገር ክህሉ ይኽእል ልበይ ንዓኣ ይደሊ ሕጂ ብጽቡቕ እናተረዳዳእና ክንህሉ ተስፋ እገብር ኩሉ ነገር ዝጅምር ካብ ግንዛበ እዩ ስለዚ ምሉእ መዓልቲ ሓሳባትኩም ስምዒትኩም እንታይ እናበለ ከም ዝኾነ ክትግንዘቡን ክትምልከቱ ዘግባእ ኮይኑ ሕጂ ዘለኹሞ ዘይትፈትውዎ ህይወት ከም ዝጣቢቑ እንተኾይኑ ዘትርፈኩም ነዚ ፈሊጥኩም ናብ እትደልይዎ ሓሳባትን ስምዒትን ክትልውጥዎ ግባእ። ብዙሓት ሰባት ናይ ቀደም መንነቶም ሒዞም ሓድሽ ህይወት ንምምስራት ክፍትኑ ትምልከቱ ትኾኑ ኢኹም። ህይወቶም ምሉእ ምስ ዝለፍዑን ዝላድዩን ዘይልወጡ ድማ በዚ ምኽንያት እዮም። ናይ ቀደም መንነት ክቕየር ኣለዎ። ሓድሽ መንነትኩም ምስ እትሕዙ ኢኹም ሓድሽ ህይወትኩም እትረኽቡ። ሃብታም ዝኾነ ሰብ ድኻ ከም ዝኾነ ሰብ ኣይሓስብን። ኩሉ ግዜ እውን ይኹን ገንዘብ ከም ዝሰኣነ ሰብ ሎሚ ዝበልዖ የብለይን እናበለ ኣይጭነቕን። ስለዚ ንስኻትኩም ኣብ ህይወትኩም ኣኺሉ ዝተርፍ ሃፍቲ ትምነዩ እንድሕር ደኣ ኾንኩም ስእነት ከተወግዱ ይግባእ። ስእነ ዝተሰከመ መንነትኩም ብኡ ንብኡ ከተሰናብትዎ ይግባእ። ሙሉእ ጥዕና ዘለዎ ሰብ እንድሕር ድኣ ተመልኪትኩም ከም ዝሓመመ ሰብ ክኸውን ኣይትርእይዎን። ከም ዝሓመመ ሰብ እውን ኣይሓስብን። ስለዚ ዝሓመመ ሰብ ከምቲ ዘይሓመመ ዓይነት ገይሩ ክሓስብ ምስ ዝጅምር ካብኡ እናተፈወሰን እናደሓነን ይመፅእ። ስለዝስ መፍትሒኡ እሞ እንድሕር ድኣ ኢልኩም መፍትሒኡ ሓደን ሓደን እዩ። ናይ ቀደም መንነትኩም ገዲፍኩም ምስ ናይ መጻኢ መንነትኩም ተጣብቑ። ኣብ መጻኢ ክትኮንዎ እትብህጉ ዓይነት ሰብ ካብ ሕጂ ተላቢስኩምዎ ኪዱ። እዚ ክዝረበሉ ቀሊል ይኸውን። እቲ ዓቢ ስራሕ ግን ናብ ተግባር ምስ እትኣትዉ እዩ። ተግባር እንታይ እዩ ተበሃሂልና ኣለና? ኣዌርነስ ወይ ድማ ግንዛቤ። ኩሉ ግዜ ድማ ነቒሕኩም ክትሕልዉዎ ይግባእ። በብመዓልቱ፣ በብሰዓቱ፣ በብደቒቑ፣ በብሰከንዱ። እንታይ ዓይነት መንነት ሒዝኩም ትኸዱ ከም ዘለኹም ክትፈልጡ፣ ክትግንዘቡን ክትምልከቱን እግባእ። ናብ ናይ ቀደም መንነትኩም ዝጎትተኩም ሓሳብ ወይ እውን ስምዒት ሰተት ኢሉ ከየምልጠኩም ኩሉ ግዜ ክትጥንቀቑ ይግባእ። ነዚ እዩ መንነትኩም በብሰከንድ ተመልከቱ ዝብልኩም። እዚ ክብለኩም ኣብ ህይወትኩም ብዙሕ ነገራት ክፍጠሩ እዮም። እዞም ነገራት እዚኦም ንዓኻትኩም ስምዒታዊ ከይገብርኹም ናይ ቀደም መንነትኩም ዝሓርቀሎም ወይ ዝባሳጨወሎም ነገራት ሓድሽ መንነትኩም ዝባሳጨወሎም ነገራት ኣይኮኑን። ናይ ቀደም መንነትኩም ዝጭነቐሎም ነገራት ሓድሽ መንነትኩም ምንም ግዲ ዘይገብረሎም ነገራት እዮም። ስለዚ ነዚ ኩሉ ከምዚታት ልቢ በሉ። ዝተጨነቕኩምሉ ሰዓት ንድሕሪት ተመሊስኩም ዝሓሰብኩምሉ ሰዓት ኣብ ህይወትኩም ዘማረርኩምሉ ሰዓት ወይ እውን ዝኾነ ነገር ኣጽሊኡኒ ዝበልኩምሉ ሰዓት ናብ ናይ ቀደም መንነትኩም ተመሊስኩም ኣለኹም ማለት እዩ። ኖኖኖኖኖኖ ንቕሑ። ከም ናይ ቀደም ሰባት ክትወቕሱ ኣይትኽእሉን። ከም ቀደም ብሰባት ከተሳብቡ ኣይትኽእሉን። ከም ቀደም ምሉእ መዓልቲ ከተማርሩ ኣይትኽእሉን። ወላ እኳ ዘባሳጭወኩም ሰብ ይሃሉ፣ ወላ እኳ ከማርረኩም ዝኽእል ነገር ይሃሉ፣ ወላ እኳ ጥፍኣተኛ ካልእ ሰብ ምስ ዝኸውን፣ እዞም ኩሎም እዚኣቶም ፈተናታት እዮም። ንስኻትኩም እቲ ናይ ብሓቂ ሰብ ዝበልኩሞ ምዃንኩም ህይወት ከተረጋግጸልኩም እትኽእለሉ መንገዲ እዩ። ኣብ ውሽጢ ህይወትኩም ከምዚ ዓይነት ህይወት ተፈጢሩ ንስኻትኩም ናይ ባዕልኹም መንነት ኣጥቢቕኩም ሒዝኩም ምንም ከይተረበሽኩም ትሓልፉ እንድሕር ደኣ ኮንኩም ሽዑ ፈተና ሓሊፍኩም ማለት እዩ። ኣብዚ ውሽጢ ሓድሽ መንነትኩም ብሓድሽ መድረኽ ዝበለፀ እናፀቐጥኩም ብዝኸድኩም መጠን ብኡ መልክዕ ሰብነትኩም ቆብ እናበለ ክሕዝ ይጅምር። ዘለኹሞ ዝኾነ ቦታ ንሱ እውን ክበፅሕ ይጅምር። ኩሉ ግዜ እውን ይኹን ክትዝክርዎ ዘለኩም ኣእምሮኩም ይኩን ሰብነትኩም ናይ ቀደም ሂወትኩም እናነበረ እዩ ስለዚ ንስካትኩም ሓድሽ መንነትኩም ድሕሪ ምሓዝኩም ናይ ግድን ዝተወሰነ ግዜ ኣብቲ መንነት እቲ ክጸንሑ ኣለኩም እዚ ክብለኩም ጽምም ምባል ዘድሊ እንድሕር ደኣ ኮይኑ ጽምም እውልኩም ክትጽበዩ ይግባእ ካብኡ ሰብነትኩምን ኣእምሮኩምን ኣብዚ ሕጂ ደው ዝበልኩሞ ቦታ ምብጻሕ ክጅምሩ እዮም ሽዑ ኢኩም ድማ ትፈትውዎ ነገራት በዛ ምድሪ እዚኣ መልክዕ እናሓዘ ስርዓት እናሓዘ ዝመጽእ እዛ ውጽኢት እዚኣ ትደልዩ እንድሕር ደኣ ኰንኩም ግን ድግምግም የድሊ። ሓድሽ መንነትኩም ናይ ብሓቂ ክትቅበልዎ፣ ናታትኩም ሓድሽ ህይወት ከም ዝዀነ ክትቅበሉን ካብ ልቢ ክትኣምኑን ይግባእ። ካብዚ ምድሪ ንዓኹም ክትእዘዘኩም እያ። ትደልዩዎ ዝዀነ እናተሳኽዐልኩም ይመጽእ። ይቐልል ኣይኰንኩን ዘለኹ። ናይዚ ኵሉ ነገር መጀመርያ ስጕምቲ እንታይ ኣንተ ኢልኩም ኣእምሮኹም ስግስግ ኣቢልኩም ብፍልጠት ክትመልኡዎ ይግባእ። ተለቪዥን ኣጥፍኡ። ቲክቶክ ኮፍ ኢልኩም ግዜኹም ኣይተባኽኑ። ኣእምሮኹም ዝመልኣልኩም፣ ዘሐድሰኩም፣ ናይ ብሓቂ ዘበራብረኩም ነገራት ጥራይ ጠመልከቱ። ክሳብ ሕጂ ከካፍለኩም ዝጸናሕኩ ኩሉ ተመኩሮ እዩ። ኣብ ህይወትኩም ክትምኮርዎ ትኽእሉ ነገር እዩ። ኩሉ ግዜ ክትዝክርዎ ዘለኩም ግን ተመኩሮ ቅድሚ ፍልጠት ኣይመጽን። መጀመርያ ፍልጠት ምስ መጸ እዩ ተመኩሮ ዝኽተሎ። ስለዚ ሕጂ ውን ዝዛረቦ ነገር ብዝበለጸ ክትፈልጥዎ ይግባእ። ብዝበለጸ እናፈለጥኩሞ ብዝኸድኩም መጠን ኢኹም ብዝበለጸ እናተግበርኩሞ ብዝበለጸ ዝብሎ ዘለኹ እናተረዳእኩም ትመጹ። ኣብ ህይወትኩም ዝተፈላለዩ ነገራት ምስ ዝፍጠሩ ብዝበለጸ ድልውን ብቑዕን እናኾንኩም ትኸዱ። ሓንሳብ ውን ይኹን ብዛዕባ እዚ ነገርዚ ናይ ምርሳዕ መንፈስ እናስረጽኩም ከድኩም ራኢኹም ካብ ዓይንኹም እንድሕር ከይዱ ስሚዕታውያን ኮንኩም ማለት እዩ። መንገዲ ስሒትኩም ራኢኹም ምርኣይ ዝሰኣንኩምሉ መዓልቲ፣ ሻዕ ናይ መጻኢ ህይወትኩም ብናይ ቀደም መጻኢኹም ክትምልከቱ ዝፈተንኩምላ መዓልቲ ማለት እያ። ንሱ ድማ ኣይከውንን ኢለኩም እየ። ንግሆ ምስ ተበራበርኩም፣ ካብ ዓራት ተንሲእኩም ንርእስኹም ግዜ ሃቡ። ኣእምሮኹም ኣሐድሱ። ናይ መጻኢ ህይወትኩም እናሓሰብኩም ኮነ ኢልኩም ኣስተውዒልኩም ብምስልሳል እናተሰራሕኩም ከም ዘለኹም ዕምቁ ጌርኩም ሕሰቡ። እንተዘይኮይኑ ብናይ ቀደም ህይወትኩም ተገመትቲ ብምዃን ምሉእ ህይወትኩም ከተሕልፍዎ ኢኹም። ንግሆ ምስ ተሳእኩም፣ ነብስኹም ሕተትዋ ሓደ መዓልቲ እዩ ዘለኒ ሓደ ሂወት ስለዚ ሎሚ ብኸመይ እየ ዓቢ መንነተይ ምዃን ዝኽእሎ ዓቢ ሰብ ከመይ ጌሩ እዩ ኣክት ዝገብር ዓቢ ሰብ ከመይ እዩ ዝሓስብ ዓቢ ሰብ ከመይ ዓይነት ስምዒት እዩ ዝስምዖ ንመጻኢ ዝኾነ ዓይነት ሰብ ጌና ካብ ሕጂ ሰብነተይ ክምህሮ ኣለኒ ኢልኩም ሕሰቡ ምስ ገዛእ ርእስኹም ውን ከተተሓሕዝዎ ይግባእ ናይ መጻኢ ዝኾኖ ሰብ ከም ዝኾንኩ ኮይኑ ክሳብ ዝስምዓኒ፣ እቲ ስምዒት ንሱ ወሪሩኒ ሕጂ ዝተፈልየ ስምዒት ክሳብ ዝስምዓኒ ካብዚ ኮፍ ዝበልክዎ ኣይተንስእን ኢልኩም ኣብ ገዛእ ርእስኹም ኣስርጹ። ድሕሪኡ ህይወትኩም ከመይ ከም ዝቕየር ክትምልከቱ ኢኹም። ቃል ክኣትወልኩም እየ። እዚ ሕጂ ዝበልኩኹም ብትኽክል እንድሕር ድኣ ተግቢርኩሞ ናይ ብሓቂ እየ ዝብለኩም ካልእ ህይወትኹም ክትነብሩ እትኽእሉ። ኣመሪካዊ ጸሓፍን ተመራማርን ዶክተር ቹዌዝ ስፖንዛ።